ቀዋሚት መበል ሻድሸይቲ ህዋሳተይ ክትከውን ዝዓገታ የለን። ምዕሩግ ሰውነታ ከም ሓረግ ኣብ ኣብራኸይ ተጠምጢሙ ቶዝ ምባል ከልኣኒ። ሸግ ቁመናኣ ከም ሳዕሪ ሮማዲ ኣብ ልበይ ኣስፋሕፊሑ ቦታ ክሕዝ ኣይተጸገመን። ጎበዝ ዓዲ ውዕል ኮይነ ከይዛረብ ሓሞት ካበይ ትምጻእ ራዕዲ ኣብ ከብደይ ኣትዩ ነዛ ምስትንፋስ ተጸገምኩ። ሕማም ውሽጠይ ምስ መቕርብ ፈተውተይ ከጋጭወኒ ጀሚሩ። ኣብ ሓሳብ ብፍጹም ምስምማዕ ንስእን። ብዘይጠቅም ቀንጠመንጢ ኹሪ ተጻዋርነተይ ባይታ ዘቢጡ፣ ንዝመጸ ጎብ ዓይነይ ክጥምት ሓሰረ መከራ ጽዒበ። ጸገምካ ኣብ ምፍታሕ ዓቢ ተራ ትጻወት ወላ እኳ ንስኻ እንተኾንካ፣ ሓጋዚ ሽግራትካ ተካፍሎ ዓርኪ መሓዛ የድልየካ እዩ። ተጨቢጥካ ምንባር ፍዒት ኢልኒ፣ ዘለኒ ትብዓት ኣዋህሊለ ኣሳሪተይ ኣብ መጋባእያ ፍቕሪ ከቕርባ ሓሊነ፣ ከም ምስሊ ጽላሎት ኣሰር ኣሰራ ክስዕብ ጀሚረ። ዘድምዓሉ ቦታ ረኺበ ናይ ውሽጠይ ክናዘዝ ወሰንኩ፣ ክስልያ ዝወጸሉ ጌና፣ ኣብ ጥቓይኪ ቀረበት ልበይ ህርመታ ካብ ንቡር ንላዕሊ ይኸውን ማይ ሓዊሰ ኸኣ ክብሎ ዝሓሰብኩ ከይተግበርኩ ንጽባሕ ይኹነለይ ቢለ ንቕድመይ ንድሕረይ ግልጽ እናበልኩ ካብ ከባቢ ንሳ ትርከቦ ስወር ፍርሒ እንታይ ዘይገብር መመኽነይታ ድርድር ኣቢለ ህልም ገዛ ተመሊሰ ድማ ምስ ነብሰይ ይበኣስ ምስለይ ኣብ ቅድመይ ገይረ ስማ እንዳጸዋዕኩ ሕቶ ፍቕሪ ከቕርብ እፍትን። ዓዲ ኹናት ከም ዝምርሽ ከኣ ቀላጽመይ ይገታተር። እቲኳ መላኺቱ ርእዩ ኣበይ ከም ዝኣቱ ዝጨነቖ ነብሰይ ኣብኡ በጺሑ ይገታተር። ሓደ መዓልቲ ፈኸራ በይነይ ኣብቅዐ። ኣብ ፊታ ቆይመ ዘለኒ ጓህሪ ዝኾነ ፍቕራ እንዳለብለበኒ ከይነብር ከተንብሃላ ጀመርኩ። ፈለማ ድንግርግር ኢልዋ ኣይተረድኣትንን። ንኻልእ ከይኸውን የማን ጸጋም ጠመተት፣ ሰብ ኣይነበረን። ተራጋጊኣ ክትሰምዓኒ ኣይከኣለትን። ወታእታእ እንዳበልኩ ብትርደኣኒ ዝበልኩዎ ቃላት ነዳዲቐ ናይ ልበይ ተናዘዝኩ። ድሕሪ ነዊሕ ዝን ምባል ፍሽኽ እናበለት። እሞ ካልእ መዓልቲ ኮፍ ኢልና ዘይነዕልል? ሕጂ ስራሕ ኣለኒ። ሓጎሰይ ክቆጻጸር ኣይከኣልኩን። ክንራኸብ ምውሳና ዳርጋ ሕራይ ወሲደዮ። ትንቢተይ ክዕንድር እንታይ ተረፈኒ? ደጊመ ገጻ ክርኢ ኩሉ ናይ ልበይ ኣብ ልባይ ርዕም እንዳሳላሰልኩ ካብቲ ወጢነዮ ዝመጻኹሞ ገለ ከየስላጥኩ ምስ ተመለስኩ ፊት ንፊታ ንገጥመላ ክፍሊ ኣትየ ከምታ ዝሓለፈ ኣይኮነንዶ ኣብ ልዕሊ መደቀስየይ ኮፍ ኢለ ምስ ነብሰይ ክላዘብ ክማጎት ከይተረደኣኒ ደኣ ብሓጎስ ዘሊለ ኣብ ዓራተይ ተሰረሰርኩ። እታ ዕለት ካብ ኩለን መዓልቲ ፍልይቲ ገይረ ብቐይሕ ቀለም ኣብ ደብተረይ ወቀጥኩዋ። መዓልትን ከልብን ከይጸዋዕካዮም ይመጹ ከም ዝበሃል ግዜ ቆጸራ ድማ ደበኽ በለት። ዝኽደኖ ዝዛረቦ ቅድሚ ሳልስቲ ተዳልየሉ ክንሰይ ግዜ ቁወጸራ ሰዓታት ምስ ተረፎ ነብሰይ ደጋጊመ ኣብ መስትያት ተዓዘብክዋ ኣጆዃ ኣጆዃ ዝብልኒ ሒዝኒ ዘለኒ ወጥሪ ኣብ ቦታ ርክብና ክፍታሕ ተሃንዲደ ካብ ገዛይ ወጻእኹ ድሕር ሰላምታ ምልውዋጥ ተጓየየ ናብ ጉዳየይ ኣተኹ ኩሉ ንስለኣ ዝተሳቀኹዎ ዘሕለፍክዎ ናይ ራዕዲ ግዜ ገሊጸ ልዕሊ ማንም ከም ዘፍቅራ ኣብ ኣፋ ደርጓሕኩላ መስለምለም የዒንታ ከፍርሕ ጉዳምዩ ዘለኒ ወጊፈ ትብሎ ክሰምዕ ዓይኒ ዓይና ጠመትኩ ዝኾነ ናይ ድንጋጸ ምልክት ኣይረኣኹላን ልዕሊኡ ግን ትህበኒ መልሲ እንታይ ይኸውን ዝብል ሓሳብ ረበሸኒ ብውሽጠይ ከዕለብጥ ጎረረኣ ጸራሪጋ ክገርመካ ከም ተፍቅረኒ ካብ ገጽካ ክጠፍኣኒ ኣይከኣለን ግን ክሓስበሉ ዕድል ክትበኒ ፍቕሪ ከም ህንጻ እዩ መሰረት እንተዘይብሉ ነዊሕ ከይጸንሐ ክጸቕጠቃ ድሕር ዝብል ኣይኮነን እቶም ብፍቕሪ ተመንግዮም ከም ዓንዲ ማእከል ኣብኡ ንቆም ክንላለ ክንላመድ ከኣ ግዴታ ኣለና ኢላ ዘለዋ ናይ ፍቕሪ ርድኢት ዕሙቕ ዝበለ ከም ዝኾነ ኣብ ሓሳባ ክረዳዳእ ክኢለ። ንኽትሓስበዱ ዕድል ክህባ ኣብ ምርጫኣ ተሰማሚዐ። ነታ ክሪኣ ጥራይ ዝብርግግ ዝነበርኩ ጎርዞ ኣብኣ ዘለኒ ፍቕሪ ጉሕጉሕ ኣቢለ ምንጋረይ ሮፍታ ተሰመዓኒ። ወሳኒ መልሲ ክጽበ ግዴታይ ኮነ። ባህገይ ንለይቲ ይውስኽ መልሲ ሕቶይ። ብክሓስበሉ ካብ መዓልታት ናብ ኣዋርሕ ነጢሩ ተስፋ ኣይቆረጽኩን ተስፋ ዘቁርጽ ኣይኮነን ሒዝኒ ብኣካል ኮነ ብሓሳብ ደሃያ ካብ ምግባር ዓዲ ኣይወዓልኩን ብከምዚ ነዊሕ ተጓዒዝና ግዜ ሕሱም ባህግታተይ ብሕልሚ ኣብ ዓለም ፍቁራት ዘንሳፈፎ ብግብሪ ከይረኣክዎ መልሲ መትንታተይ ፈናቂሉ ንልበይ ድርብ ከም ትወቅዕ ዝገበሮ ብርቱዕ ፍቅራ ከይሰማዕኩ ፈላለየና። እዛ ዕለት ካልኣይቲ ነታ ፈለማ መዓልታት ብኣካል ተረኺበ ናይ ልበይ ዝተናዘዝኩላ ኮይና ኣላ። እቲ ዘገርም ግን ኣብ ተስፋ ፍቕሪ የንሳፍፍ ምህላወይ እዩ። ጌና ኣብ ፍቕሪ ይነብር ከም ዘለኹ ተረዲእኪ ባህጊ ልቢ ክተስምሪ እነኹ ሎሚ ኩሉ ንስለኺ ዝኾንክዎ ኣብ ዕለታዊ ጽሑፋተይ የቕርቦ። ተፈጸመ። ጸሓፊ። ይከኣል ኣፈወርቂ፣ ኣቕራቢ ሃብቶም ሓጎስ።
ስዱይ እስክት ኣውሎ ኣውሎ ስዱይ

ክንዲ ዕልል ገኒኑ ሕሜታ ጽባሕ ንግሆ ንርኢ ሳልስታ ኣታ እንታይ ከበሉ እንዳባ ሳልስታ ንርኢ ሳልስታ እንታይ ከኽብሉ

ኣታ እንታይ ክብሉ እንዳባ ብሳልስታ ንርኢ ብሳልስታ እንታይ ክብሉ ኣታ እንታይ ክብሉ እቶም እንዳባ ብሳልስታ ንርኢ ብሳልስታ እንታይ ክኽብሉ